ካብ ዝተፈላለዩ ፍልፍላት ዝሓረናዮም ወድዓዊ ዝኾኑ ሃገራዊ፣ ኣህጉራውን ዓለምለኻውን ዜናታት ሒዝናልኩም ቀሪብና ኣለና። ዜናታትና ብቕልጡፍ ንኽበጽሕኹም ሳብስክራይብ፣ ናብ ካልኦት ንኽባጽሑ ድማ ላይክ ሸር ምግባርኩም ኣይትረስዑ። ሰናይ ምክትታል። ፈለማ ኣርእስተ ዜና። ህዝባዊ መንግስትና ንመኸተና ብዝብል መሪሕ ሓሳብ መድረኽ ላዕለዎት ኣመራርሓ ውድብ ህወሓት ምክያድ ጀሚሩ።

ዕላዊ ኬሩ። ዓይኑ መርፍኡ ዝጠፍኦ ቅዋም ህወሓት ኣብ ምፍፃም ውዕል ፕሪቶርያ ብዝብል ርእሲ ዶክተር ኣብርሃም በላይ ዓሰርተ ሓሙሽተ ነጥብታት ፀሪሖም ኣለዉ። ብዝርዝር ክንቕርቦ ኢና። ካብ ወፃኢ ድማ ኣብ መፃብቦ ሆርሙዝ ኣብ ልዕሊ ሰለስተ መራኽብ መጥቃዕቲ ተፈፂሙ። ናይዚኦምን ካልኦትን ዝርዝር ሒዝናልኩም ክንቀርብ ኢና። ትግራይ ኒውስ ኔትወርክ ላይክ ሼር ሳብስክራይብ ምግባርኩም ኣይትረስዑ። ሕዚ ብቐጥታ ናብ ዝርዝሮም ህዝባዊ መንግስትና ንመኸተ ናብ ዝብል መሪሕ ሓሳብ መድረኽ ላዕለዎት ኣመራርሓ ውድብ ህወሓት ይካየድ ኣሎ። ኣብቲ ኮንፈረንስ ኣቦ ወንበር ውድብ ህወሓት ዶክተር ደብረፅዮን ገብረ ሚካኤል፣ ምክትል ኣቦ ወንበር ውድብ ህወሓት ኣይተ ኣማኑኤል ኣሰፋ፣ ፈትለወርቂ ገብረእዝጋብሄር፣ ኣመራርሓ ዞባታት፣ ኣባል ፈፃሚ ስራሕን ማእኸላይ ኮሚቴ ውድብ ህወሓትን ተረኺቦም ኣለዉ። እቲ መድረኽ ኣብ እዋናዊ ጉዳያት ጠሚቱ ዝዝተየሉ ምዃኑ እውን እዩ ተገሊፁ ዘሎ። ኣብ ከተማ ኣኽሱም ህፁፅ ኣኼቡ ብምክያድ ግዝያዊ ምምሕዳር ንክፈርስ ዝወሰነ ህወሓት ቀንዲ ዕላምኡ ንመኸተ ምዃኑ ሎሚ ነቲ ኣኼባ ብዝሃቦ መንግስትና ንመኸተና ዝብል መሪሕ ሓሳብ መረጋገፂ ኮይኑ ይርከብ። መድረኽ ላዕለዎት ኣመራርሓ ውድብ ህወሓት ስዒቡ ዝወፅእ መግለፂ ተኸታቲልና ክነቕርበልኩም ምዃና ድማ ክንገልፅ ንፈቱ። ፕሬዚደንት ሌተናል ጀነራል ታደሰ ወረደ ፀገም ትግራይ ዝፍታሕ ፖለቲካዊ ልሂቅ ብዝውስኖ ጥራሕ ዘይኮነስ ምሁራን፣ መራሕቲ ሃይማኖት፣ ነጋዶ፣ መላእ ህዝብን ዘትዮምን ኣሚኖምሉን ብዝውስንዎ ውሳነ ምዃኑ ገሊፆም። ዝኾነ ይኹን ኣካል ዝመሰሎ ክውስን ይኽእል እዩ፣ ኣፈላላይ ሓሳብ እውን ክኽበር ኣለዎ። ማእኸላይ ኮሚቴ ህወሓት ወሲንዎ ዝተብሃለ ሓሳብ ድማ ናይ ባዕሉ እምበር ንኻልእ ዝገልፅ ኣይኮነን ኢሎም። ቅድም ክብል ኣብ ዝሃብክዎ መብርሂ ካብቲ ዝወሃብክዎ ዓውዲ ወፃኢ ብናይ ባዕሎም ሓሳብ ፅሒፎም ናብ ፈነወ ዘቕርቡ ሚድያታት ከምዘለዉ ብምዝኻር እቲ ይኽብሮ ዝበልክዎ ነቲ ኣፈላላይ ሓሳብ እምበር ነቲ ውሳነ ኣይነበረን ኢሎም። ሐዚ ዘሎ ዝተሓላለኸ ፀገም ትግራይ ልዕሊ መንግስቲ፣ ውድብ ህወሓትን ካልኦት ፖለቲካዊ ውድባትን እዩ ዝበሉ እቶም ፕሬዝደንት፣ ፀገም ትግራይ ዝፍታሕ ውሑዳት ብዝውሰንዎ በይናዊ ውሳነ ዘይኮነስ ህዝቢ ዘትዩን ኣሚኑሉ እንትውሰን እዩ ኢሎም። ትግራይ ኣብቲ ኣፋፉ ዞባ ኣብ ዘለትሉን ብዙሓት ተጋሩ ጉዳይ ትግራይ ይግበእኒ እዩ ኣብ ዝብሉሉን ግዘ መዋፅኦ ትግራይ ኩሉ ትግራዋይ ኣሳቲፍካ ዝውሰን ውሳነ እዩ ኢሎም። ሕዚ ዘሎ ኩነታት ጉዳይ መዝነት ኣይኮነን፣ ክኸውን እውን ኣይግበኣን፣ ፀገም እንተሃልዩ እውን ተወዓዓልቲ ወገናት ኣለው ምዝርራብ ይከኣል እዩ፣ በይነይ ዝበልኩዎ ይኹን ዝብል ባህሊ ግን ክልወጥ ኣለዎ ኢሎም። ወዲና ኢና ወሲንና ኢና ዝብል ተረኽ ክህሉ የብሉን፣ እዚ ህዝቢ ትግራይ ናብ ዘይኾነ ሓደጋ ዘእቱ እዩ ዝበሉ ፕሬዚደንት ታደሰ፣ ባህሪ ግዝያዊ ምምሕዳር ብዘይጎንፂ ናብ መረፃ ምስግጋር ምዃኑ ሓቢሮም። ብስምዒታዊ ውሳነ ምውሳን ዘይኮነስ ካብ ሕሉፍ ጌጋ ተማሂርካ ህልው ኩነታት ተረዲእኻን ብዙሕ ሓሳባት ዘለዎም ተጋሩ ኣሳቲፍካን ዘላ ፀባብ ዕድል ተጠቒምካ ውሕስና ትግራይ ንምርግጋፅ ከም ተጋሩ ሰሚርና ብውሕሉል መንገዲ ክንሰርሕ ኣለና ኢሎም። ኣብ ዞባ ምዕራብ ትግራይ ተጋሩ ሕዚ እውን ኣብ መገዛእ ዓዶምን መረበቶምን ከም ካልኣይ ደረጃ ዜጋታት ተቖፂሮም ብዘይምቁራፅ ይስጎጉ፣ ዘይዛረይ ፅንታ ይፍፀመምን ከም ዘሎ ሂዩማን ራይትስ ዎች ዕላዊ ገይሩ። ሂዩማን ራይትስ ዎች ኣብ ወርሒ ጥርን ለካቲትን ዕስራ ዕስራን ሽዱሽተን ዓመተ ፈረንጂ ኣብዚ ሕዚ እዋን ነባርነቶም ኣብ ዞባ ምዕራብ ትግራይ ዝኾኑ ኣርብዓ ሰባት ቃለ መሕተት ብምክያድ ካብ ታሕሳስ ዕስራ ዕስራን ሓሙሽተን ጀሚሮም ካብኡ ብዝሃደሙ ዓሰርተ ሸውዓተ ሓዊሱ ንሸሞንተ ሰራሕተኛታት ትካል ረድኤት፣ ዲፕሎማሰኛታትን ካልኦት ክኢላታትን ኣዘራሪቡ ዝሰነዶ መረዳእታት ሎሚ ዕላዊ እንትገብር እዩ ነዚ መግለፂ ኣውፂኡ ዘሎ። ሂማን ራይትስ ዎች ብዘየቋርፅ ይቐፅል ዘሎ ምስጋጉ ተጋሩ ብዝብል ኣብቲ ሎሚ ዘውፀ መግለፂ ኣብ ዞባ ምዕራብ ትግራይ ሕዚ እውን ዘይዛሪ ፅንታ ይፍፀም ከም ዘሎ የረጋገፅ። ካብ መረበቶም ብሓይሊ ተሰጒጎም ኣብ ዝተፈላለዩ ግዝያዊ መዕቆቢ ኣብ ከቢድ ሕሰም ዝርከቡ ተጋሩ በቲ ሕዚ ዘሎ ኩነታት ናብ ዓዶም ዞባ ምዕራብ ምምላስ ውሑስ ክኸውን ከም ዘይኽእል እውን ማሕበረሰብ ዓለም ድምፁ ከስምዕ ከም ዝግባእ መግለፅታት ትካል ይሕብር። ኣብ ምዕራብ ትግራይ ሕዚ እውን እቶም ገዚፍ ግህሰት ምስላትን ገበናትን ዝፈጸሙ ሰባት ኣብ ስልጣን እዮም ዘለዉ ዝበለ ሂዩማን ራይትስ ዎች፣ እዚ ድማ እቶም ኣብ ዓዶም ብሓይሊ ዝተስገጉ ውሑስ ብዝኾነ ኣገባብ ክምለሱ ከም ዘይኽእሉ ሓቢሩ ኣሎ። ሕዚ እውን ኣብ ዞባ ምዕራብ ትግራይ ዝርከቡ ሰበስልጣን ሓይልታት ጸጥታ ኣብ ልዕሊ ተጋሩ ብቐጻልነት ምጽራግ፣ ዓሌት ይፍጽሙ ኣለዉ ዝበለ እቲ ትካል፣ ምስዋር፣ ጅምላዊ ማእሰርቲ፣ ብፍላይ ንተጋሩ ኣብ ምንቅስቓሶም ስራሕ፣ ተበጻሕነት ግልጋሎት፣ ዝተፈላለዩ ገደባት ይፍፀምዎም ከም ዘለዉ ኣብ ኩለ መዳያዊ ምንቅስቓሳት ብኸቢድ ይድርትዎም ከም ዘለዉ ሓቢሮም። ካብ ዒስራ ዒስራ ክሳብ ዒስራ ዒስራን ክልተን ኣብ ዝነበረ ወራር ገዛውቶም፣ ትካሎም፣ መሬቶም ዝሰኣኑ ብዙሓት ኣብቲ ዞባ ቃለ መሕተት ዝተገበረሎም ተጋሩ ሕዚ እውን ቀፃሊ ምግፋዕ፣ ማእሰርቲ፣ ግህሰትን የጋጥሞም ከም ዘሎ ገሊፆም። ማሕበረሰብ ዓለም ተጋሩ ኣብ መገዛእ ዓዶምን መረበቶምን ከም ካልኣይ ደረጃ ዜጋታት ተቖፂሮም ይፍፀሞም ዘሎ ገበንን ኣተሓዛን ርእዩ ከምዘይረኣየ ሸለል ምባሉ እቲ ጸገም ንክጋደድ ከምዝገበሮ ብምግላጽ እዚ ጉዳይ ፍሉይ ቆላሕታ ከምዝጠልብ እውን ኣተሓሳሲቡ። መንግስቲ ኢትዮጵያ ነቲ ኣብ ምዕራብ ትግራይ ዝፍጸም ዘሎ ስርዓት ዝኾነ ኣድልዎ፣ ከቢድ ግህሰት ሰብኣዊ መሰልን ምጽራግ ዓሌትን ደወ ከብሎን ኣብ ልዕሊ እዚ ከቢድ ግህሰት ዝተሳትፉ ሰበ ስልጣን ምእጋድ ኣድላይ ምጽራይ ብምግባር ብሕጊ ክሕተቱ ክገብር ይግባእ ኢሉ። ሂማን ራይትስ ዎች ካብ ዞባ ምዕራብ ትግራይ ብሓይሊ ዝተባረሩ ኣማኢት ኣሽሓት ተጋሩ ኣብ ዝተፈላለዩ ከባቢታት ትግራይ ኣብ ዝርከቡ ግዜያዊ መዕቆቢ ተመዛበልቲ ኣብ ዘኸፍአ ኩነታት ይርከቡ ዝበለ ሂማን ራይትስ ዎች በቲ ዘሎ ኩነታት ናብ መረበቶም ክምለሱ ዘይምኽኣሎም ውጥረት ይጋደድ ከም ዘሎ ሓቢሩ። መንግስቲ ኢትዮጵያ ኣብ ምዕራብ ትግራይ ዘሎ ስርዓት ምፅራግ ዓሌትን ግህሰት ሰብኣዊ መሰላትን ደው ከብሎ ናይቲ ክልል ናፃ ተቆፃፀርቲ መርመርቲ ሰብኣዊ መሰላት ክእቱ ክፈቅድ ይግባእ ዝበለ እቲ ትካል እዚ ድማ ብርክት ዝበሉ ሕቶታት ዘቕርቡ ፍሉይ ሪፖርተራት ውድብ ሕቡራት ሃገራት ብዛዕባ ሰብኣዊ መሰላት ውሽጣዊ ተመዛበልቲ ሓዊሱ ዘይሸራዊ ትካላት ክምርምር ክፍቀድ ተላብዩ። ዓለምለኽ መሻርኽቲ፣ ሃገራትን ትካላትን እውን ኣብዚ ሕዚ እዋን ኣብ ምዕዞባ ምዕራብ ትግራይ ዝካየድ ዘሎ ግህሰት ናብ ተሓታትነት ክስጋገር ከይገበርካ ንእቶም ኣብ ስልጣን ዘለዉ ብግህሰት ሰብኣዊ መሰላት ገበናትን ዝሕተቱ ሰባት ከይተኣለዩ ተመዛበልቲ ናብ ምዕራብ ትግራይ ብውሑስ መንገዲ ንምምላስ ዘኽእል ኩነታት ከምዘየለ ብንፁር ክገልፁ ይግባእ ኢሉ። ኣብቲ ዞባ ብዛዕባ ዘሎ ኩነታት መሰላት ብፀብፃብ ክህብ ዝኽእል ድልዱል ናይ ሕብረት ኣፍሪካን ሕቡራት ሃገራትን ምክትታል ህላወ ክድግፍ እቲ መንግስቲ ተመዛበልቲ ቅድሚ ምምላስ ምጅማሩ ንሓደጋታት ሓለዋ ንክህቦ ፀቕጢ ክገብሩን ይግባእ ዝበለ ህይማን ራይትስ ዎች ኣብቲ ዝነበረ ግጭት ብከቢድ ግህሰት ተሓታቲ ዝኾኑ ሰበስልጣን ንኮሎኔል ደመቀ ሓዊሱ ዕላማ ዝገበረ እገዳ ክግበር ይግባእ ኢሉ። ሕብረት ኣፍሪካ፣ ሕቡራት ሃገራት፣ ሕብረት ኣውሮፓን ካልኦት ኣብ ቀርኒ ኣፍሪካ ፍሉይ ልኡኽቶ ዘለዎምን ሃገራት ምስቶም ወገናት ኣብ ዝገብርዎ ዝርርብ ተሓታትነት ግህሰት ሓዊሱ ስክፍታታት ሰብኣዊ መሰላት ማእኸል ዝገበረ ክትትል ምህላው ከረጋግፅ ይግባእ ኢሉ። ባይቶ ሰላምን ፀጥታን ሕብረት ኣፍሪካ እውን ብዛዕባ እቲ ኩነታት ስሩዕ መብርሂ ክህብ ክሓትት ይግባእ ኢሉ ኣሎ ሂዩማን ራይትስ ዎች ሎሚ ኣብ ዘውፅኦ መግለፂ። ሂዩማን ራይትስ ዎች ንመንግስቲ ኢትዮጵያ ፅቡቕ ናይ መጀመርታ ርክባት ኣቕሪብሉ እኳ እንተነበረ መልሲ ግና ኣይረኸበን። ዓይኒ መርፌ ዝጠፍኦ ቅዋም ህወሓት ኣብ ምፍፃም ውዕል ፕሪቶርያ ብዝብል ርእሲ ዶክተር ብርሃን በላይ 15 ነጥብታት ኣብ ማሕበራዊ መራኸቢ ገፅ ፌስቡክ መብራህርዮም መንግስቲ ፌዴራልን ንሳቶምን ብዝብል ዘነፃፀርዎም ካልኦት ሓሙሽተ ጉዳያት እውን ብዝርዝር ክቐርቡልኩም እዮም። ብቐዳማይ ደረጃ ጉዳይ ተፈናቐልቲ ዝምልከት መንግስቲ ፌዴራል ተፈናቐልቲ ናብ መረበቶም ተመሊሶም ባዕሎም ብባዕሎም እናመሓደሩ ዕድሎም ባዕሎም ይወስኑ ይብል። ንሳቶም ድማ ኣይ ተፈናቐልቲ ናብ መረበቶም ዝምለሱ ውድብ ምስ ደሓነት ውድቦም ሒዞም እዮም ዝኣትዉ ይብሉ። እቲ ሓቂ ውድብ መዓዝ ከምትድሕን ብኸመይ ከምትድሕንን ጠፊእዎም ንሰለስተ ዓመታት ኣብ ኣኼባን ዕንክሊልን ኣለዉ። ቁፅሪ ክልተ ኣብ መንጎ ክልል ኣምሓራን ትግራይን ዘዋጥጡ ግዝኣታት ዝምልከት። መንግስቲ ፌደራል ዘሰሓብ ቦታታት ብመሰረት ሕገ መንግስቲ ውዕል ፕሪቶርያን መዕለቢ ክረኽቡ ይግብኦም ይብል። ንሳቶም ድማ ሓደ ግዘ ዘሰሓብ ቦታ የለን፣ ካልእ ግዘ ድማ ግዝያዊ መንግስቲ ከምዚ ዓይነት ማንዴት የብሉን፣ ብምርጫ ሕጋዊ መንግስቲ ክሳብ ዝምስረት ክፀንሕ ኣለዎ ይብሉ። ብተግባር ድማ ብፍጥነት ህዝቢ ዝመረፆ መንግስቲ ከይምስረት ኣብ ምዕንቃፍ ይርከቡ። ውፅኢት ዘዩቋርፅ ሽግር ተፈናቐልቲ ቀፃልነት ዘለዎ ምንጪ ቅርሕንትን እናኾነ ይርከብ። ቁፅሪ ሰለስተ፣ ምርጫ ዝምልከት መንግስቲ ፌደራል ብመሰረት ውዕል ፕሪቶርያ ሕጊ ምርጫ ቦርድ ተኸቢሩ ምርጫ ኣብ መላእ ትግራይ ይካየድ ይብል። ንሳቶም ምርጫ ይካየድን መጀመርታ ፖለቲካዊ ልዝብ ክካየድ ውድብ ክትድሕንን ኣለዋ ይብሉ። ቁፅሪ ኣርባዕተ ፖለቲካዊ ልዝብ ዝምልከት መንግስቲ ፌዴራል መሰረታዊ ፀገምና ብመንገዲ ሃገራዊ ልዝብ ኮሚሽን ተጠቒምና ብዘላቕነት ንፍታሕ ይብል። ንሳቶም ድማ ኣይኸውንን ሃገራዊ ልዝብ ኮሚሽን ዝብሃል ከይተርእዩና ይብሉ። መንግስቲ ፌዴራል በሉ ብመንገዲ ዓበይቲ ዓድን ሃይማኖትን መራሕትን ኣቢልና ንላዘብ ይብል። ንሳቶም ድማ ዓበይቲ ዓዲ ኮኑ መራሕቲ ሃይማኖት ህዝበ ውክልና የብሎምን ስለዚ ኣይንስማዕማዕን ይብሉ። ቁፅሪ ሓሙሽተ፣ ፍትሒ ብዝምልከት መንግስቲ ፌዴራል ብመሰረት ውዕል ፕሪቶሪያ ኣብ እዋን ውግእ ዝተፈፀሙ ገበናት ብናይ ሽግግር ፍትሒ መዕለቢ ይርከቡ ይብል። ንሳቶም ድማ ሽግግር ፍትሒ ዝበሃል ከይተርእዩና፣ ከይተስምዑና ይብሉ። መሊሶም ድማ ፍትሒ ተነፊግና እናበሉ ይውዕሉ። ቁፅሪ ሽዱሽተ፣ ዕድመ ግዝያዊ መንግስቲ ብዝምልከት መንግስቲ ፌዴራል ዕድመ ግዝያዊ መንግስቲ የብቅዕ ናብ ስሩዕ ምርጫ ህዝብና ነእትዎ ይብል። ንሳቶም ድማ ምርጫ ዝበሃል ኣብ መሬት ትግራይ ኣይካየድን ይብሉ። መንግስቲ ፌዴራል ብምርጫ ስሩዕ መንግስቲ ክምስርት ካብ ኣባኹም ዕድመ እቲ ባዕልኹም ዝወከልኩሞን ብዓብላላይነት ፓርትኹም ዘጣየሽኩሞን ግዝያዊ መንግስቲ ክሳብ ምርጫ ዝካየድ ይናዋሕ ተባሂሉ። ንሳቶም ድማ ዕድመ ግዝያዊ መንግስቲ ፈፂሙ ኣይነናውሕን፣ ትግራይ ዘይሕጋዊ መንግስቲ ክህልዋ ክንገብር ኢና ይብሉ። ውፅኢቱ ድማ ዝገደደ ዕንክሊልን ጥፍኣትንን ይኸውን። ቁፅሪ ሸውዓተ፣ ልምዓት ዳግም ሕውየትን ብዝምልከት መንግስቲ ፌዴራል መናእሰይ ዕጥቆም ኣውሪዶም ናብ ልምዓት ይመለሱ ብምባል ዝርከብ በጀት ንመድብ፣ ንሳቶም ድማ ዝተረኸበ በጀት ቀለብ ሰራዊት ክውዕል ብምግባር ልምዓት ይዕንቅፉ። ውፅኢቱ ድማ መናእሰይ ብስነ ስራሕ ኣደዳ ስደት፣ መከራን ይኾኑ ኣለዉ። መንግስቲ ፌደራል መንገዲ ልምዓት ተኸቲሉ ከተማታት ገፀራት ትግራይ ብኮሪደር ልምዓት ይተሓደሳ ይብሎም። ንሳቶም ድማ መንገዲ ሻዕብያ ብምኽታል ከተማታት ኮነ ገፀራት ትግራይ ሰብ ኣልቦ ልምዓት ኣልቦ ይገብርወን ኣለዉ። ቁፅሪ ሸሞንተ ኣፅዋር ዝምልከት መንግስቲ ፌደራል ንክልለይ የድሊ ፅዋር ኣውሪድኩም ናብ ልምዓት ተመለሱ ይብሎም። ንሳቶም ሕሉፍ ሓሊፍዎም ናብ መሸጢ ኣፅዋር ጥሒሎም ዝውውር ዘይሕጋዊ ኣፅዋር መመላለስቲ ኮይኖም ይርከቡ። ሃገሮም ንዝወግኡ ሸፋቱ የስልጥኑን ውግእ ይመርሑን። ቁፅሪ ስርዓተ መዓድን ብዝምልከት፣ መንግስቲ ፌደራል ሃፍቲ መዓድን ንልምዓት ሕውየትን እቲ ክልል መፍጠሪ ስራሕን ይኹን ይብል። ንሳቶም ናብ ዘይሕጋዊ ዕደና መሸጣ መዓድንን ተዋፊሮም ሃፍቲ ተፈጥሮ እቲ ክልል ብዘላቕነት ህዝብን ተፈጥሮን ብዘብርስ መንገዲ የብርስዎን ይሃስይዎን ኣለዉ። ስርዓት ዓሰርተ፣ ዲፕሎማሲያዊ ርክባት ብዝምልከት፣ መንግስቲ ፌደራል ንሃገር ህዝብን ኢሉ እውን ንመፃኢ ወለዶ ዝጠቅም ዝምድናታት ክህሉ ይሰርሕ። ንሳቶም ድማ ጨና ልምዓት ምስ ዘይፈልጡ ሓይልታት፣ ጥፍኣት ሻዕብያ ጥርኑፍ ሓይልን ካብኡ ሓሊፉ እውን ምስ ኣልሸባብን ካልኦት ሓይልታትን ጥፍኣት ግብረ ራዕድን ይዛመዱ ኣለዉ። ቁፅሪ ዓሰርተ ሓደ፣ መንግስቲ ፌዴራል ሰላምን ልምዓትን ክነረጋግፅ ዝተዓጠቐ መንእሰይ ብዲዲኣር ተሰናቢቱ ናብ ስራሕ ይእቶ፣ እቲ ሲቪል መንእሰይ እው ዕድል ስራሕ ንፍጠረሉ ይብል። ንሳቶም ተወሳኺ መንእሰይ ከካብ ስድርኡ ስርሑ እናገፈፉ ናብ ታዕሊም ይወስዱን የሳድድዎን ይውዕሉ ኣለዉ። ከም ውፅኢቱ ድማ መንእሰይ ዓዲ ሓዲጉ ኣደዳ ስደትን ሞትን ይኸውን ኣሎ። ዓሰርተ ክልተ፣ ሓቋፊ መንግስቲ ሓድነት ህዝብን ብዝምልከት መንግስቲ ፌዴራል ኩሎም ሓይልታት ትግራይ ዘሳተፈ መንግስቲ ይቑም፣ ህዝቢ ትግራይ ኣይከፋፈል ይብል። ንሳቶም ንኹሎም ፓርትታት ኣባሪሮም ንባዕሎም ተኸፋፊሎም ንህዝቢ ብዞባን ወረዳን ይኸፋፍልዎ ኣለዉ። ቁፅሪ ዓሰርተ ሰለስተ መሬት ብዝምልከት መንግስቲ ፌዴራል መሬት ከተማታት ንህዝቢ ብዝጠቅም ኣገባብ ሕጊ ብዝተኸተለን መንገዲ ይተዓደል ይብል ኣይተዓደል ይብል። መንግስቲ ፌዴራል መሬት ከተማታት ንህዝቢ ብዘይጠቅም ኣገባብ ብሕጊ ብዘይተኸተለን መንገዲ ኣይተዓደል ይብል። ንሳቶም ድማ መሬት ህዝቢ ካብ ሕጊ ወፃኢ ንውልቀ ረብሓን ከም ተራ ሸቐጥ ይፃወትሉን ይውዕሉ ኣለዉ። ቁፅሪ ዓሰርተ ኣርባዕተ ኣብ ጎረባብቲ ጣልቃ ምእታው ብዝምልከት። መንግስቲ ትግራይ ኣብ ርእሲ ሕማምን ሰሙን ፅግዕ ከም ዝበሃል ኣብ ውግእ ሱዳን ክሳተፍ ብምግባር የርግፍዎ ኣለዉ። እዚ ድማ ብቐፃልነት ህዝቢ ትግራይ ናብ ሓደጋ ዝኣቱ ምዃኑ ዘከራኽር ኣይኮነን። ቁፅሪ ዓሰርተ ሓሙሽተ ካብ ዲያስፖራ ዝተላኸ ገንዘብ በስምልከት መንግስቲ ፌዴራል ዲያስፖራ ተጋሩ ለይትን ቀትርን ሰሪሖም ዝረኸብዎ ንልምዓት ዝለኣኽዎ ገንዘብ ኣብ ኢድ ውሑዳት ኣትዩ መፃወቲ ከይኸውን ኦዲት ይገበር ይብል። ንሳቶም ድማ እቲ ገንዘብ ናይ መኸተ ስለዝኾነ ኦዲት ኣይግበርን ይብሉ። ውፅኢቱ ድማ እቲ ገንዘብ ፎረም ሀፍቶም ውሑዳት ግለሰባትን ብውድናትን ኮይኑ ኣሎ። ስለዚ መን እዩ ፀረ ህዝቢ? መን እዩ ፀረ ሰላምን ሃዋኽን? ሕልና ዘለዎ በዓል ይፍረድ ብምባል መልእኽቶም ዛዚሞም እዮም ዶክተር ኣብርሃም በላይ። ኣብ ክልል ኣምሓራ ከተማ ባህር ዳር ኣብ ልዕሊ ትሕቲ ዕድመ ሓንቲ ህፃን ዓመፅን ግፍዓዊ ገበን ቅትለት ፈፂሞም ተባሂሎም ዝተጠርጠሩ ኣባላት ፖሊስ እቲ ክልል ዝርከብዎም ነበርቲ ክልል ኣምሓራ ዝኾኑ ውልቀ ሰባት ኮሚሽን ፖሊስ እቲ ክልል ብዝለኣኾ መትሓዚ ትእዛዝ ሕቶ ትሕብር ናብ ከተማ መቐለ ብኣባላት ክትትል ፖሊስ ትግራይ ኣብ ቁፅፅር ውዒሎም ኢሉ ኮሚሽን ፖሊስ ትግራይ። እንተኾነ ግና ካብ ክልል ኣምሓራን መንግስቲ ፌዴራልን ዝተወዝዑ ሓበሬታታት እቶም ገበን ቅትለት ዝፈፀሙ ኣካላት ይተሓዙ ይበሉ ደኣ እምበር ኣበይ ንዝብል ምላሽ ከይሃቡ ወይ ድማ መብራህርሂ ከይሃቡ ሓሊፎሞ እዮም። ኣብ መወዳእታ ዜና ወፃኢ፣ ኣብ መጻብቦ ሆርሙዝ ኣብ ልዕሊ ሰለስተ መራኽብ መጥቃዕቲ ተፈጺሙ። ማእኸል ስርሒታት ንግዲ ባሕሪ ዓባይ ብርጣንያ፣ ኣብ መጻብቦ ሆርሙዝ ኣብ ልዕሊ ሰለስተ መራኽባት መጥቃዕቲ ከምዝተፈጸመን ሓንቲ መርከብ ብሓዊ ክትበራዕ እንከላ ክልተ ድማ ብሓይልታት ኢራን ከምዝተታሕዘ ኣፍሊጡ። ኣሜሪካ ኣብ ልዕሊ ወደባት ኢራን እገዳ ተቕጽለሉ ኣብ ዘለሉ እዋን፣ ሓይልታት ኢራን ነዳዲ ኣብ ልዕሊ ዝጸዓና መራኽብቲ መጥቃዕቲ መጥቃዕቲ ከም ዝፈጸሙ እቲ ማእከል ገሊጹ። ኣብ ምዕራብ ገማግም ባሕሪ ኢራን ብዝተፈጸመ መጥቃዕቲ ኣብ ልዕሊ ህይወት ይኹን ንብረት ዝወረደ ጉድኣት ዝገልጽ ሓበሬታ እኳ እንተዘይተረኽበ እተን መራኽብ ግና ብሓዊ ከም ዝተቓጸላ ተፈሊጡ ኣሎ። እዚ መጥቃዕቲ ተፈጺሙ ዘሎ፣ ፕሬዚደንት ኣሜሪካ ዶናልድ ትራምፕ ኣብ መንጎ ክልቲኤን ሃገራት ዝካየድ ዝርርብ ምዕባለታት ክሳብ ዘርኢ ምስ ኢራን ዝጸንሐ ተኹሲ ደው ምባል ክናዋሕ ምዃኑ ድሕሪ ምግላጾም እዩ ከም ጸብጻብ ሴኔን። እምበኣርከስ ክቡራት ተኸታተልቲ ትግራይ ኒውስ ኔትወርክ ንሎሚ ሓሪና ናባኹም ዘበልናዮም ዜናታት ኣብዚ ኣብቂዖም ኣለዉ። ሳብስክራይብ፣ ላይክ፣ ሸር ምግባርኩም ኣይትረስዑ። ሰላም